ሰላምን ጥዕናን ንኹሉኹም ተኽታተልተይ ይኹን እንዳበልኩ ናብ ናይ ለማዓንቲ መደበይ ክኣትው ኣብ ናይ ለማዓንቲ መደበይ ከምቲ ልሙድ ንዓኹም ንተኽታተልተይ የምህር እዩ ኢለ ዝሓሰብክዎ መደብ ሒዘልኩም መጽየ ኣለኹ ናይ ለማዓንቲ መደበይ ዘልዕሎ ብዛዕባ ደቂ ኣንስትዮ ኣብ እዋን ጾታዊ ርክብ ዘርእየኦ ጠባያት ኢና ክንርኢ ነዚ መደብ ትከታተልኦ ደቂ ኣንስትዮ እንተኾይንክን እውን ብዛዕባ ናይ ባዕልኽን ናይ ሰውነት ስትራክቸርን ከምኡ ውን ምስ ናይ ጾታዊ ርክብ ስምዒት ዝተትሓዘ ጠባይክን ብደንቢ ጌርክን ትፈልጣሉ መደብ እዩ። ለማዓንቲ ነልዕሎ ሓሳብ መይቢ ሓደ ሓደ ሰባት ናይ ጾታዊ ርክብ ስምዒትኩም ክለዓል እንከሎ ተርእይዎ ጠባያት ኣለው ከም ጋሻ ነገር ኣብ ሰውነትኩም ዘጋጥም ምስ ጥዕና ዝተትሓዘ ጸገም ከም ዘጋጠመኩም ጌርኩም ብምሕሳብ ምስ ናይ ጾታዊ ርክብ ድሌትኩም ተታሒዞም ዘጋጥሙ ሓደ ሓደ ምልክታት ኖርማል ከምዝኾኑ ብዘይምፍላጥ ሓደሓዲኤን ድማ ትሪትመንት ዝጅምራ ደቂ ኣንስትዮ ኣለዋ። ስለዝኾነ ነዚ መደብ እንተሰሚዕኽን ናይ ፆታዊ ርክብ ስምዒትክን ክለዓል እንከሎ ከምኡ እውን ዕድሜኽን ናብ ፆታዊ ርክብ ክበፅሕ እንከሎ ከምኡ እውን ኣብ ሓንጎልክን ፆታዊ ርክብ ናይ ምፍፃም ድሌት ክፍጠር እንተሎ ኣብ ሰውነትክን ዝረኣዩ ቁሩብ ለውጥታት ኣለው። ነዞም ለውጥታት ኢና ኣሕፅር ኣቢልና ክንርኢ።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 ደቂ ተባዕትዮ እውን ኣፍቃሪትኩም ወይ ከኣ በዓልቲ ቤትኩም ንኽትፈልጦ ላይክ ጌርኩም ጀምርዎ። ስድራ ንዝኾንኩምኒ እንዳመስገንኩ ናብ መደበይ ክምለስ። ደቂ ኣንስትዮ ናይ ጾታዊ ርክብ ስምዒተን ክለዓል እንተሎ ዘርእየኦ ጠባይ ኣሎ ካብዚኤን ድማ እቲ ቀዳማይ ኣብ ብልዕተን ከባቢ ራሕሲ ምርኣይ እዩ ሜይቢ ሓደ ሓደ ደቂ ኣንስትዮ ነዚ ራሕሲ ምስ ባክቴርያል ወይ ከኣ ይስት ኢንፌክሽን ዝተተሓዘ ጸገም ዘጋጠመን እንዳመሰለን ብዙሓት ደቂ ኣንስትዮ መድሓኒታት ይወስዳ እየን ኮይኑ ግና እዚ ምልክት እዚ ማይ ዝመስል ኮይኑ ምንም ዓይነት ሽታ ዘይብሉ ከለር ዘይብሉ ብጣዕሚ ናቹራል ዝኾነ ማይ ዝመስል ከለር ዘለዎ ፈሳሲ ካብ ብልዕትኽን ዝወጽእ እንተኾይኑ ቅድሚ ሕዚ ናይ ጾታዊ ርክብ ፊልምታት እንዳረኣኽን ክኸውን ይኽእል። ምስ ተጻራሪ ጾታኽን ሰውነትክን ክነኻኻእ እንተሎ ወይ ከኣ ኣብ ሓንጎልክን ናይ ጾታዊ ርክብ ስምዒት ዘለዓዕሉ ነገራት ሓሲብክን እንተኾይንክን ነዚ ምልክት ዝረኣኽን እዚ ሙሉእ ንሙሉእ ጥዕንኡ ዝተሓለወ ምንም ዓይነት ሕክምና ዘዩድልዮን ብልዕትኽን ንጾታዊ ርክብ ድልው ከም ዝኾነ ዘርእይን እዩ። እዚ ነገር እዚ ዝፍልፍል ኣብ ውሽጢ ብልዕትኽን ግላንድ ኣሎ፣ እዚ ድማ ስርሑ ናይ ጾታዊ ርክብ ክትፍጽማ እንከለኽን ብናይ ብልዕቲ ምድራቕ ምኽንያት ንዘጋጥም ቃንዛ ንምቕናስን ንምክልኻልን እዩ። ኣብ እዋን ጾታዊ ርክብ መትሎ ናብ ብልዕትኽን ክኣቱ እንተሎ ንናይ ብልዕቲ መንደቕ ብደንቢ ገይሩ ሓስዩን ጸሪጉን ስለ ዝኣትው፣ ብዘይ ምንም መለስለሲ ወይ ከኣ ብዘይ ምንም መተርከሲ መትሎ ናብ ብልዕትኽን ውሽጢ ክኣትው እንተሎ፣ ኣብ ናይ ብልዕትኽን መንደቕ ቃንዛ ንኽስምዐክን ስለ ዝገብር፣ ነዚ ንምክልኻል ዝፍልፈል ፈሳሲ እዩ። ስለ ዝኾነ ናይ ጾታዊ ርክብ ስምዒትክን ክለዓል እንተሎ፣ ናይ ብልዕትኽን ቃንዛ ንምክልኻልን ቀልጢፍክን ናብ ዕግበት ንኽትበጽሓን፣ ንምግባር ዝፍልፈል ፈሳሲ ከም ዝኾነ ክትፈልጣ ኣለክን። እዚ ፈሳሲ ምንም ዓይነት ጨና ዘይብሉ፣ ሕብሪ ዘይብሉ፣ ማይ ዝመስል እንተኾይኑ ሙሉእ ንሙሉእ ጥዕንኡ ዝተሓለወን ምስ ናይ ብልዕቲ ኢንፌክሽን ምንም ዓይነት ዘተሓሕዞ ነገር ከም ዘየለን ብምፍላጥ፣ ኣንቲባክቴርያል ወይ ከኣ ኣንቲፈንጋል ዝኾኑ ክሬማት ንኸይትጥቀማ ክሕብረልክን ይደሊ። ደቂ ተባዕትዮ ነዚ መደብ ትከታተልዎ እንተሃሊኹም እውን ኣፍቃሪትኩም ወይ ከኣ በዓልቲ ገዛኹም ነዚ ፈሳሲ ንኽትፈልጥ ብምግባር ዝኾነ ይኹን ኣንቲባክቴርያል ወይ ከኣ ኣንቲፈንጋል ክሬም ንኸይትቅባእ ክትገብሩ ኣለኩም። ኣብ መበል ካልኣይ ንሪኦ ናይ ጾታዊ ርክብ ስምዒተን ክለዓል እንተሎ ዘርእይኦ ጠባይ ድማ ኣብ ብልዕተን ላዕለዋይ ክፋል፣ ዝርከብ ክሊቶሪ ፓርት ንብሎ ወይ ከኣ ጉድበ ኢልና ንጽውዖ ክፋል ናይ ምሕባጥ ጠባይ የርኢ እዩ። ኣብ ብልዕተን ከባቢ ቀዲሙ ካብ ዝነበሮ ሳይዝ ናይ ምውሳኽ ናይ ምሕባጥ ጠባይ ዘርኢ እንተኾይኑ ኣብዚ ከባቢ ዝረኣይ ዘሎ ለውጢ ምስ ናይ ጾታዊ ርክብ ስምዒትክን ዝተሓሓዝ እዩ። ብበዝሒ ናብ ብልዕትኽን ናይ ደም ምዝውዋር ስለዘሎ ዝመጽእ ምሕባጥ እዩ። እዚ ድማ ብጠባዩ ናይ ምሕኻኽን ክትነኽኦን ከለኽን ናይ ቃንዛ ስምዒት ተዘይሃልይዎ ሙሉእ ንሙሉእ ኖርማል ከምዝኾነ ክትፈልጣ ኣለክን። ናይ ደም ምዝውዋር ኣብ እዋን ፆታዊ ርክብ ናብ ብልዕቲ ከባቢ ብደንቢ ይንቀሳቐስ እዩ። ናይ ደም ምዝውዋር ኣብ ደቂ ተባዕትዮ መትልኦም ደው ንኽብልን ንውሕ ንዝበለ ግዘ ንኽፀንሕን ዝሕግዞም እዩ። ኣብ ደቂ ኣንስትዮ ድማ ብልዕትኽን ሕብጥ ንኽብል ይገብር እዩ። ስለዝኾነ ናይ ፆታዊ ርክብ። ሓሳብ ክትሓስባ እንከለኽን ናይ ጾታዊ ርክብ ፊልምታት ክትርእያ እንከለኽን ከምኡ'ውን ምስ ተጻራሪ ጾታ ሰውነትክን ክነኻኻእ እንተሎ ነዚ ምልክት ተሪኢኽን ምሉእ ንምሉእ ኖርማል ከም ዝኾነ ክትፈልጣ ኣለክን። ዘየሕከክን ክትነኽእኦ እንከለኽን እውን ናይ ቃንዛ ስምዒት ተዘይሃልይዎ ኖርማል ምዃኑ ክተረጋግጻ ትኽእላ ኢኽን። ኣብ መበል ሳልሳይ ንሪኦ ናይ ጾታዊ ርክብ ስምዒት ግን ክለዓል እንተሎ ተርእኦ ጠባይ ታይ እዩ ናይ ብልዕቲ ምስፋሕ እዩ ነዚ ነገር እዚ ብክልተ ኣንግል ክንሪኦ ንክእል ኢና ምንም ዓይነት ናይ ጾታዊ ርክብ ምንቅስቃሳት ከይገበርክን ወይ ከኣ ንጾታዊ ርክብ ከይሓሰብክን ብልዕትክን ናቹራሊ ስፍሕ ዝበለ እንተኮይኑ እዚ ናይ ብልዕቲ ምስፋሕ ስምዒትክን ከም ዝተላዕለ ዘርኢ ዘይክኾን ይኽእል እዩ፣ ኮይኑ ግና ካልእ መዓልቲ ጽብብ ዝበለ ብልዕቲ ሃልዩክን ናይ ጾታዊ ርክብ ሓሳብ ክትሓስባ እንከለኽን ስምዒትክን ክለዓል እንተሎ፣ ኤክስተንድ ዝገብር እንተኾይኑ፣ ስፔሻሊ ድማ ካብ ምስፋሕ ቁመቱ ዝውስኽ እንተኾይኑ፣ ናብ ልዑል ዝኾነ ናይ ጾታዊ ርክብ ስምዒት ከም ዝኣተኽን ክትፈልጣ ትኽእላ ኢኽን። ምንም ዓይነት። ጥዕናዊ ጸገም ኣይኮነን ኣብዚ ግዘ እውን ጾታዊ ርክብ እንተጌርኩም ቅድሚ ሕዚ ርኢክንኦ ናብ ዘይትፈልጣ ዕግበት ንክትበጽሓ ዝሕግዘክን እዩ እዚ ድማ ክኸውን ዝኽእል ከም ዝፍለጥ ብናይ ብልዕትኽን ውሽጣዋይ ክፋል ኮንትራክትን ሪላክስን ዝገብር ወይ ከኣ ሕዝ ልቕቕ ናይ ምባል ጠባይ ስለ ዘለዎ ኣብዚ ግዘ ናብ ልዑል ናይ ጾታዊ ርክብ ዕግበት ንክትበጽሓ ዝሕግዘክን እዩ። ስለዝኾነ እዚ ምልክት እዚ ኖርማል ምዃኑ ብምፍላጥ ምንም ዓይነት ትሪትመንት ክትወስዳ የብልክንን። ኣብ መበል ራብዓይን ናይ መወዳእታን ንሪኦ ናይ ጾታዊ ርክብ ስምዒተን ክለዓል እንተሎ ዘርእየኦ ምልክት ድማ ናይ ኣጥዋተን ሳይዝ ምውሳኽ እዩ። እዚ እውን ናቹራሊ ኣጥዋተን ዝወደቐ ደቂ ኣንስትዮ እውን ናብ ናይ ጾታዊ ርክብ ስምዒት ክትኣትዋ እንከለኽን ነዚ ጠባይ ዘይክተርእያ ትኽእላ ኢኽን። ኮይኑ ግና ኣብ ኖርማል ግዘ ኣጥዋተን ንእስ ዝበለን ትርር ዝበለን እንተኾይኑ ናብ ናይ ፆታዊ ርክብ ስምዒት ክትኣትዋ እንከለኽን ናይ ምግጃፍን ናይ ምውዳቕን ምልክት ዘርኢ እንተኾይኑ፣ እዚ ንግዚኡ ዝረኣይ ናይ ፆታዊ ርክብ ስምዒትክን ከም ዝተለዓለ ዘመላኽት ምልክት እዩ። ናይ ፆታዊ ርክብ ስምዒትክን ናብ ልዑል መጠን ከም ዝበፅሐን ናይ ፆታዊ ርክብ ስምዒትክን ከም ዝተለዓለን ትፈልጣሉ ምልክት እምበር ምንም ዓይነት ናይ ጥዕና ጸገም ከም ዘይኮነ ክትፈልጣ ኣለክን። ክነጠቓልሎ እንከለና እዘን ኣርባዕተ ምልክታት ናይ ጾታዊ ርክብ ስምዒትክን ክለዓል እንተሎ ዝረኣዩ ምልክታት እምበር ምንም ዓይነት ናይ ጥዕና ጸገም ከም ዘይጋጠመክን ብምፍላጥ ምንም ዓይነት ናይ ሕክምና ትሪትመንት ከም ዘየድልይ ክትፈልጣ ኣለክን። ነዚለ ናይ ልማዕንቲ መደበይ በዚ ክዛዝም ካብ ናይ ልማዕንቲ መደበይ ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር። ነዚ ቻነል ሓደሽቲ ዝኾንኩም ሳብስክራይብ ብምግባርን ነታ ናይ ደወል ምልክት ብምንካእን ስድራ ክትኮኑናን ክተተባብዑናን ብኽብሪ ንሓትት። መደብና ናብ ብዙሓት ኣሕዋትና በጺሑ ትምህርቲ ንኽወስዳሉ ላይክ ሼር ምግባርኩም ኣይትረስዑ። ሓሳብ ርኢቶኹም ብኮሜንት ተብጽሑና። ብኻሊእ መደብ ብኻሊእ ሓሳብ እስካብ ንራኸብ ሰላምን ጥዕናን ንኹላትና። የቐንየለይ።